ሮዛ ኣዲስ ኣበባ ከም ዝፈርሐታ ኮይና ኣይጸንሐታን። መሓዛ ስምኦን ሓዋ ሳምሶን ንኽልቲኦም ጋቢዙ ንሮዛ መዛወሪት ትኾና መኪና እውን ሃባ። ብርሃነ ብኢዱ ብዘመልከታ መንገዲ እያ ትዕጸፍ ሮዛ ኣብ ኣዲስ ኣበባ። ካብ ኣራት ኪሎ ተበጊሶም ናይ ሕጊ መወሰኒ ቤት ምኽሪ ህንጻ ምስ በጽሑ ኣብዚ ሕጊ መወሰኒ ቤት ምኽሪ ኢልዋ ብርሃነ። ንድኻታት ዝኸውን ሕጊ ከየውጽኡ ዶ? ኢላቶ መኪናኣ ቀስ ኣቢላ። ንባዕሉ ህልውና ዘናግዕ ውሳነ ዝውስን መንግስቲ ርኢኺ ወይ መጽሓፍ ኣንቢብኪ ትፈልጢ ዲኺ ሮዛ? ኢሉ ሓተታ። ሮዛ መኪናኣ ጠጠው ኣበለታ። ልኡላውያን ተኣኪቦም ህዝቢ ተንበርኪኹ ክግዘኣሎም ዘኽእል ሕጊ ኣውጺኦም። ክታም ዘንብርሉ ኣደራሽ ጠመተቶ። ብርሃነ፣ እምበኣር ክሕንጽጹን ከፍርስሉን ዝውዕሉ ኣደራሽ እዚ እዩ? ኖኖ፣ ምሕንጻጽ እምበር ምፍራስ የለን። ኣብዚ ህንጻ መዋእሉ ምሉእ ድምጺ እምበር ኣፈላላይ ዝበሃል የለን። በለ ብርሃነ። ኣብ ፍሉይ መንበሪኦም ፍሉይ ኣደራሽ ሃኒጾም። ኣብ ኢትዮጵያ ናይ መሳፍንትን ድኻታትን ናብራ መርኣያ ዝኾነት ኣዲስ ኣበባ ከተማ ኣቑሞም ኢላቶ። ብርሃነ ብስለት ሮዛ ስምዒታ ምስ ስምዒቱ ዝተዋሃደ ምዃኑ ኣረጋገጸ። ስቑ ኢሉ ጠመታ። ንሳ እውን ብራቮ ኢሉ ሰዓማ። ብክምስታ ሞተር መኪንኣ ኣልዒላ ኢዱ ጠመተቶ። ናብ ቅድስት ሥላሴ ቤተ ክርስቲያን ኣመላኸታ። መኪናኦም ኣጸጊዖም ምስ ወረዱ ናብ ቅድስት ሥላሴ ቤተ ክርስቲያን ካንሸሎ ኣተዉ። ሮዛ ምስ ጨርቆስ ቤተ ክርስቲያን ኣዛመደቶ። ነቲ መቓብር ምስ ጠመተት ብሕይወት ብድኽነት ተቖራሚዱ ምስ ሞተ እውን ናይ መቓብር ኣፈላላይ ኣግረመላ። ናይ መሳፍንትን ሃርበኛታትን ዝተባህለ መቓብር ኣብ ሓደ መቓብር ምስ በጽሑ ሮዛ ጠጠው ኢላ ረኣየቶ። ብርሃነ። ከይተፈለጦ ንቕድሚት ከይዱ ነይሩ። ብርሃነ፣ ደኺሙካ ድዩ? ኢላቶ። ይኣኽለና፣ ኣብቲ ጸግዑ ኮፍ ዘይንብል? ኢሉዋ። ንዓ'ሞ ናብዚ እዚ ሓወልቲ ረኣዮ። መዓስ ሻዕ ርእየዮ እየ። ጸሓፊ ትእዛዝ ሎሬንሶ ታሪኹ ትፈልጥዮ ዲኺ? እወ። ንበዓልቶም ዘሕለፍዋ ህይወት መደበስታ ክኸውን ድዩ ዝርዝር ሃርበኛዊ ታሪኽ ጽሒፎምሉ? እቲ ሓቂ ምስኡ ናብ መቓብር ወሪዱ። ነቲ ተራፊ ግን ሓሶት ከንብብ ገይሮምዎ። ነቲ ዝተጽሓፈ ጽሑፍ ደጊም ኣንበበቶ። ብርሃነ እውን ብዙሕ ሽሕ ኣንቢብዎ ኢዩ። ሕዚ ግን ነቲ ናቱ ስምዒት ሮዛ ቀስቀሰትሉ። ሓሶት ኣብ ናይ ሓሶት ዓለም እምበር ናበይ ደኣ ክህብዎ? ሮዛ፣ ሓሶት ናይ ዓለም ዝጅምር ገና ካብ ማህጸን ኣዲኡ ህጻን ክወጽእ ከሎ፣ ኣዶታት ብዕልልታ ክቕበልኦ ከለዋ እዩ ኢሉ ኢዳ ሒዙ ካብቲ ናይ መቓብር ሓወልቲ ናብቲ ወሰና ወሰን ዝበቖል ዕምበባ ወሰዳ። ሮዛ ግን ንየማንን ጸጋምን ጠሚታ ናብቲ ጸግዒ ንኺድ ኢላ ብኢዳ እንዳመላኸተት ስእሊ ሎሬንስ ንምንታይ ንዕናይ እባ ካብዚ ኢልዋ ምስ ጽማ ቦታ ትመርጽ ኢላቶ እወ ሕጂ ግን ጸሓይ እዩ ኢልዋ እንሀልከ ጽላል ኢላ እንዳ ጎተተት ወሰደቶ ኣብ እግሪ ጽላል ኮፍ በሉ ቅድስት ስላሴ ጸጥ ኢሉ ነይሩ መረብኡ ብዕምበባታት ተኸቢቡ እቶም መቓብራት ብዕምበባታት ተኸቢቦም ብሓወልቲ ጸቢቖም ትረኣዩ ውሽጦም ኣስካሬን ዝሓቐፉ ዘይኮኑ ዝመስሉስ ከይስበር ከይጠፍእ ዝተዓቖረ ንብረት ዘቐመጡ እዮም ዝመስሉ ብርሃነ መዓዝ ይሕጸና? ኢላቶ። ዘይተጸበዮ ሕቶ ነይሩ። ሕጸና ምስ ተፋተና ተወዲኡ ኢልዋ። ስለ ዝተፋተናስ መጺኤካ፣ ግን ዕላዊ ሕጽይትኻን ዕላዊ ሕጹየይን ትኾነሉ ሎሚ ኣብዚ ቦታ እዩ። ኢላ ቦርስኣ ከፈተት። እንታይ ከም እተውጽእ ብሃንቀውታ ጠመታ። ክልተ ወርቂ ቀለበት ኣውጺኣ ኢዱ ስሒባ ናብ ኣጻብዕቱ ኣእተወትሉ። ሓንቲ ቀለበት ሃበቶ። እንታይ ከም ዝግበር ኣይጠፍኦን። ናብ ኣጻብዕታ ኣእተወላ። ኢድ ንኢድ ተጨባቢጦም ምንም ከይተዛረቡ ጸጥ። ኣዕዋፍ ጥራሕ ጩህ ጩህ ይብላ ነይረን። ብርሃነ ዘይሓሰቦን ዘይተጸበዮን ነገር ምፍጸሙ ኣግረመሉ። ሰብ ምዃና ተጠራጠራ። ብመንፈስ ካብ ህዋ ንብርሃነ ክትብል ናብ ምድሪ ዝተልኣኸት መሰሎ። በጋጣሚ ረኺብዋ በጋጣሚ ቤት ግርግስ ሓቚፍዋ ሕዚ ውን ኣብ ቅድስት ስላሴ ቀለበት ትኣስረሉ ኣላ ሕልሚ መሰሎ ካብ ጎኑ ተፈልያ ናብ ሰማይ ከይትኣርጎ ጨበጣ ጠመታ ኣብ ጎኑ ከላ ንታሕጓሱ ክቆጻጸሮ ኣይከኣለን ጸጉራ ስሒቡ ከም ሽጎማኖ ገጹ ተወልወለሉ። መግለጺ ቃላት ሓጸሮ። ካብ ሕጂ ንደሓር ናትካ እየ። ብጣዕሚ ውሑዳት መናእሰይ ድሌትካ ኤርትራውያን ክትገብረኒ ጥራሕ እዮም። ናብ ድሌትካ ብርሃነ ክትወስደኒ ኣብ ትኽእል። ኣስመራ ተወሊዱ ስለ ሮዛ፣ ዝዓበየ እወ፣ ኩሎም ኣዕሩኽቱ ኣነ እውን ኤርትራውያን ናትኪ እዮም። እየ። ስለ ሮዛ ዝኾነ ናይ ዝተዛረበቶም ማሕበር ቃላት ሸውዓተ ስምዒቱ ኣባል ተንክፉዎ። ተባሂሉ ተኣሲሩ ብዘይ ላዕልን ታሕትን ኣብ ዘይወዓሎ ተፋሊጥና፣ ስራሕ ፈትዩ ክሳብ ብዘይ ዝጸልእ ዳስን ሰብን ተገሪፉ እዩ። ተሓጺና። ኣብ መርቢብ ማይ ዝተፈርና መርዓ ተኣሊኹም እዩ ምእንቲ ሰብ ብዙሕ ስቓይ ረኺቡ ሓወይን እዩ። ኣደይን ክሕጎሱ እዚ መግረፍቲ እዚ ኢላቶ ናተይ ንብርሃነ ስድራ እውን ከም ኣሕሪርዎን ናትኪ ንቶማስ ብጣዕሚ መርዓናስ ወዲ እዩ ኣሳቢድዎ እዚ ምስ ብርሃነ ግን ኢልዋ ኣብ ነንበይኑ መቓብር ዓይነት ባህሪ ይህልዎም ኢላቶ ካብ ብክምስታ ካልኣይ ብርኪ ጀሚሮም እወ ብሓንሳብ መዝገብ ኣለውዋ ክታምና ልቢ ይሓዝውን ኣብ ሓደ ዩኒቨርሲቲ ኣዳራሽና መቓብር ዝሓዘ ሳልሳይ ካንሸሎ መደቐስቶም ፈይሰል እዩ ኣዕሩኽትና ኣዕዋፍ ፈይሰል ኢልዋ ኩሉ ነገር እዛ ኣኪቡ ቁመቱ ቀለበት እዩ ኣብ መቓብር ዓዲልዎ ዝሃብኩኻ በቲ ናብ ነዊሕ መቓብር ቁመቱ ምሳና ክትቅበር እያ ዘንገር ትምኒተይ ዘንገር ክብል ንፋስ ዘንቀሳቕሶ ሻምበቆ እዩ ዝመስል። ሓሸኹ ዳርጋ ዒሉ ኣይፈልጥን። ኣብ ደገን ውሽጥን ጫት ኣይፈልም። ጫት ምቕሓም ተጀሚሩ ብዛዕባ ካሊእ ግዲ ይብሉን። ሃረር ከተማ ኣንጎላኣ ከይተረፈ እየ ዝዝርዝራ። ሃገር ከምዚ ፍላሰ።

ኣብ ጨጎራኻ ዝርከብ ቆጽሊ ክንዲ ተብዕራይ ተሓሪዶም ሰተዩ። ክንዲ ናትካ ኣይወጽእን እዩ ኣሎ። ኣብ ጠረጴዛ ክልተ ሽምዓ ብዛዕባ ደቂ ኣንስትዮ ተወሊዑ። እንተተላዒሉ መብራህቲ ኣጥፍኡ። ንኣስነቀ በሎ እሞ ንሞዘ ብደብዛዝ ሓተተቶ። ብርሃን ሽምዓ ክልቲኦም እንዴ ብዝተቖራረጸ እሞ ቃላት ዘይውጽእ። ብስምዒት ብኣስናቀ ተረዳድኡ። ኣዘራርባ እንተደልዩ መለክያ ርእሲ መንም ጓል መለክያ ምስ ኣንስተይቲ ደጋገሙ። ኣይተምልጦን። ሮዛ ዘረባ ሰሓቓ እንተጀሚሩ ብስሕት። እታ ቦልየ ዘላ ሰሓቓ ገዲፈያ ፍሉይ ዜማ መስሉ በቲ ይስምዖ ኣራት ነይሩ። ኪሎ ገጻ ሓቲታትኒ። ብስድስት ኪሎ ስቴስፓዛ ወረቐት ጽሒፋትለይ። መርዓት ኮልፌ ዘላ ስተ ክትዓብድ ኢላ። ስፓዞ ስድራኣዊ ስድራኣዊ ልሙንነ ኣለዉ ኢላ ይብል ኪርኪር ኢላ ሰሓቐት። ዘረባ ጋእ መጋእ የላን ናብቲ ኣብ ናታ ሓደ ልዑኽ መቕድሕ ገዲፉ ገዲፉ ክሽኑ ንባዕሉ ንባዕሉ ተባሂሉ ጌታቸው ዝተፈጠረ ሰተየ። ቋንቋ እዩ ዝመስል ሰውነቱ እንዳተናፍሐ ተሓተ። ሰዘወር ኢሉ ሮዛ እንዳደመቐት እንተትመውት ኣየቶ። ጉሊት ዘላ ሸቃጢት ስዋ ሕራይ ኣነ? ትብለካ ድዩ ዝብል ብድንግሌ እንተዘይኸውን ኣብታ እንታይ ክፍሊ ምበልካ ነነወ ነይርካ? ኢሎም ባሕሪ ዘለዎም ኢላቶ። እዮም ተኣኪቦም ብርሃነ ናይ ምእለ ጽቡቕ ክእለት ኣለዎ። ቀጢን ፋጻ ሰመዐ። ኣደንገጾ። እቲ ዓይነት ፋጻ ኣይነበረን ዘደንገጾ። የማናይ ምዕጉርቲ ጸፋዕቶ። ኣብ ኣስመራ ረሲዕዎ ዝነበረ ህይወት ጸጋማይ ተሪፉኪ ኢሉ ገና ኣፍደገ ክፍሉ ቅድሚ ምእታዉ ምስ መዐምበር ኣፍደገ ጠጠው ኢሉ ፈዘዘ። ንሳ ድማ ሰዓመቶ። ሓፍ ኣቢሉ ኣብ ብርኩ ኣቐሚጡ ኢዱ ናብ ውሽጢ ብጃማ ኣእትዩ ነብሳ ተንከፎ። ንሳ'ውን ደራረዘቶ። ኣእጋራ ናብትን ናብትን ክተብል ነቲ ኮኛክ ዶ ፈእቶ ኸቕንዓ ዝፈተነ የለን። ብኸንፈር ተኾላለሱ። ብምዕጉርቲ ተሰዓዓሙ። ብኢዶም ተሓሳሰዩ። ብርሃነ ሓቚፉ ናብ ዓራት ደርበያ። ስርኡ ኣውጺኡ። ሸሚዙ ደርብዩ ብብታንቲ ጠጠው ኢሉ ረኣያ። ብጃማ ኣውጺኣ ብታንቲ ጥራሕ ጌራ ደቂሳ ረኣየቶ። ብታንቱ ምስ ኣውጽኦ ብኢዳ ንዓይና ሸፈነት። መዓዝ ናብ ዝባና ከም ዝተደረባ ኣይተረድኦን። ኣእዳዉ ዝገብርዎ ዘለዉ ከይተፈለጦ ብታንታ ቀዲዶም ኣውጽዎ። ትኩስ ስምዒት መግለጺ ዝሰኣኖ ብርሃጽ ነብሶም ጠልቀየ። ኣእጋር ነእጋር ምትንዃይ ኢድ ናብ ሽምጢ ኣቐኒትካ ምንቅስቓስ ናብ እዝና ሕሹኽ ይብላ ምቁር ቃል ጥዑም ቃል ጥዑም ቀጢን ሕጽር ሕጽር ዝብል ድምጺ መገበቶ ድምጻ ፍሉይ ሓይሊ ፈጢሩሉ ሓደ ነገር ጠቕ ቀጢን ኑሕ ዝበለ ድምጺ ሮዛ ቀጥቀጥ ኢላ ሓውሲ ሃተፍተፍ ተዛረበት ካብ ዝባና ከይወረደ ንደቓይቕ ጸኒሑ ተስኣ ሮዛ ከምታ ዝገደፋ ኣላ ሮዛ ከምታ ሮዛ ከምታ ዝገደፋላ ጠንቀላዕላዕ ኢላ ደቂሳ ኣእጋራ የማንን ጸጋምን ዘርጊሓ ጠንቀላዕላዕ ኢላ ደቂሳ ኣእጋራ የማንን ጸጋምን ዘርጊሓ ኣእጋራ የማንን ጸጋምን ዘርጊሓ ኣብ ጫፍ ዓራት ኮይኑ ጠመታ። እገራ ቅጥዒ ጠፊእዎም ተበታቲኑ፣ እግራ ተጋሕቲኑ ገጻ ብርሃጽ ተሸፊኑ፣ ብብዙሕ ናይ ኩናት ፍቕርየ ተዋጊኡ፣ ኣቑሲሉ ዝማርኽ መሲሉ ተርኣዮ። ናይ ፍቕርየ ጀግንነቱ ወነ ፈጢሩሉ ኩርዓት ተሰምዖ። ብዙሕ ብዛዕባ ሮዛ ክዝክር ደለየ። ቤት ትምህርቲ ፔቶጎ ካንሸሎ ማዕጽኡ ተቐልቀሎ። ግን ሮዛ ክትዝክሮ ኣይከኣለትን። ብርሃነ ዝስተ ኢላቶ ዓይና ከይከፈተት ጥራሕ ዝባኑ ካብቲ ጠረጴዛ ለስላሳ ኣምጺኡ ኣቕኒዑ ኣስተያ። ሮዛ ኣጆኺ ቅንኢ። ብርሃነ ኢላ ናብ ክሳዱ ተጠምጢማ ፊቕታ። ሮዛ ብፊቕታ ተርኪሳ ናብ ኣስመራ ክትምለስ እያ። ብርሃነ ተመሪቑ ኣብ ኣስመራ ክመርዐው ሰናይ ትምኒት።